ኣብ ገገዛኹም ኣቱም መፍቀርቲ ባህልኹም ባህሊ ዓድኹም እትስትንክቱሉ መጎጎ ኣይሰኣነኩምን ይኸውን። ኣብ መገሻኹም ከ ትሽገሩዶ? ነዚ ጸገም እዚ እተቃልል ከም ላፕቶፕ፣ ሞባይል መጎጎ ኣዳሊናልኩም ኣለና እሞ ቅሰኑ እንተበልናኩም ከ? እንጀራ ተሰኪምካ ጉዕዞ ከይበላሸወኩም፣ ቅጫ ተሰኪምካ መገሻ ከየሰልችወኩም ተንቀሳቓሲት መጎጎ እነሆ ኣዳሊናልኩም። ብኹነታት ኣየር ዘይትጽሎ ንናሕሲ ቤት ዘይትለኪ ጸለሎ ኣብ ምድረ በዳን ምድረ በረድን ብማዕረ እተገልገል ተንቃሳቓሲት መጎጎ ንእንጀራ ንሃንዛ ንቕጫ ንጎጎ ካባኹም ዝድለ በድራሻና ጠለብ ምቕራብ ጥራይ እዩ ትካልና ከኣ ካንቸሎኹም ኳዕኲዑ

ዋይ ሕራይ ኩቡራት ተኻታተልተይኒ ሰማዕተይኒ ሕጂ ውን ሰማዕተይ ኩቡራት ተኻታተልተይ ነዚ ባህርያዊ ሃፍቲ ናይ ሃገረይ ከላልየኩም ንድርፎ ወሪድና ኣሎና ድርፎ ህድሞና ነባሪት ከኣ ጀባዕ ትብለኩም ኣላ በለስ ከኣ ኣለና በዚ በዚ ከኣ ኣለና በለስ በለስ ማዕረ ክንደይ ጠቓሚ ባህርያዊ ሃፍቲ ኮይኑ ብዛዕባ ንጥሪትና ንነብስና ብዙሕ ውን ክፍሊት የብሉን ኣዝዩ ባህርያዊ ሃፍቲ እዩ ስለዚ በለስ ብጣዕሚ ኣገዳሲ እዩ ኣብ ሃገርና ባህርያዊ ሃፍቲ ኣብ ኤርትራ ዝበቁል እዩሞ ኩሉኹም ንድርፎ ንዑ ኤርትራውያን ኣሕዋተይ ካብ ደገን ካብ ውሽጥን ቴንክ ዩ ንኺድ ሕረይ ጽብቕቲ ሰላማት ሓውና መርሓባ መርሓባ ከመይ ኣለኹም ይሕራ እሺ እሺ ሕራ ወኒ ቀደሚ ባህርና የቐኔለይ የቐኔለይ እቡ ባው ጽቡቕ ብጣዕሚ

ኣነ መቐማጠይ ዞባ ጋሽ ባርካ እየ። እንታይ ትብሊ? ክገርመኩም እዩ ካብ ሃይኮታ እየ ማለተይሲ መበቆለይ ሕምብርቲ ማይ ነፍሒ እዩ ኣነ ዝተሰደትኩሉ ቦታ ደቀይ ደዕብየለ ዘለኹ ሃይኮታ እዩ እስቲል ኣብዚ ግዜ እዚ ዝነብረሉ ዘለኹ ግን ባረንቱ ኣብ ኮሌጅ ሕክምና ሚኒስትሪ ጥዕና ነርስ ኣሲስታንስ ክምደብ እየ ነስመራ ደይበ ብምክንያት እዚ ከዓ ይሕዋትና ግጥሚ ኢለ ይመፅ እሞ ኣብ እንዳ ዜና ግጥሚ ኢለ ገለ ፈታትን እየ ብዝኾነ ባዕ ጌረ ባግራውንድ ቃለ መጠየቁ መሕተት ትገብርለይ እሞ ንዩቲብ ዝፅዕንዋ ንደገፍ በዚ ከዓ ንተፈላጥነት ኣሕዋተይ ፈሊጦምኒ ኣለልዮምኒ ብዝኾነ ኣድኒቆምኒ ኣድናቆት ሃቦም እምበር እንታይ ኣነሲ ከምዚ ትርእይኒ እየ ካባኹም ነፊዐ ኣይኮንኩን ካብ ማንም ሓወይ ኤርትራ እውን መንፋዓት የብለይን እንታይ ደኣ ኣጋጣሚ ዕላሉ መስሓቀ እሞ ምስ ተላለኽዎም ካልኣይ ሳልሳይ ድጎምና ተባሂሉ ኸይድ ናተይ ኸይድ ኸይድ ኸይድ። ሕጂ ከ ዋእ ንድርፎስ ከ ሃፍቲ ሃገሮም እቶም ዝፈልጥዎ ፈልጥዎ እቶም ዘይፈልጥዎ ዶ ኣለዉ ብፍላይ ኣብ ዘገደሉስ ዘየነላልዮም ኢልና ኢና ናብዚ መጺእና ዘለና ማዕረ ክንደይ ከኣ እዚ ባህርያዊ ሃፍቲ ፐለስ ናይ ሃገርና ከኣ ክንምንታይ ጠቅሚ ኣለዎ
ኣብ ምንታይ ክምደቢ መጽየ ኣለኹ ነስመራ ኢልኪ? ሚኒስትሪ ጥዕና ክምደብ ኢለ መጽየ መምጽኤ። ኣሃ ኣብኡ ሓኪም ኢኺ ትሰርሒ?

እ?
እወ ኣብ ካልእ ካልእ ዘይተደልየ ቦታታት እያ ድመስሎ ኣሎ። እወ
ገሊኡ ሰብ ከምዚ ከማኺ ለባም ሰብ መስተውዓሊ ከኣኒ የቐንየለይ ተፈጥሮ ዘድንቕ እ? እም፣ ብጣዕሚ ናብ ናብ ድርፎን ከባቢኣን እ፣ Yes. ወሪዱ ዝዘናጋዕ ሰብ ከኣ ኣሎ። ብጣዕሚ ንናፈስ ሃፍቲ በዚ ሃገሩ ኣጋጣሚ እዚ ምንፋስ ማለት ንዓኽስ እንታይ እዩ? የስ ምንፋስ ማለት ከም ኣነ ኣባይት ብዙሕ ትርጉም ኣለዎ ኦ፣ ምክንያቱ ኣብ ክንዲ ተ- ምንፋስ ማለት ገለገለ እንታይ ገብር ገለ ዜጋ ኣብ ባራት ኣብ ገለ ከተማ ዘወርወር ከምዚ ጥራይ ገብሮ ምንፋስ ኣይኮነን ክትወፅእ ኣለካ ከምዚ ንኣብነት ኣብ ዝኾነ ሃፍቲ ሃገርካ ምስ ኣግራብካ ምስ ጥሪትካ ምስ ጎቦታት ሃገርካ እስቲል ከማን ከምዚ በለስ እዚ በለስ ሕጂ ኣብ ሓንቲ ባር ኣቲና ክንዲ ኣርባዕተ ሓሙሽተ ቢራ ንጠልብ ወይ ካልእ እዞም ሕጂ ካለስትሮል ዝገቡ ዘለዉ ምግብታት እዚኦም በዓል ሳንዱሽ ሃምበርገር ገለመለ ብጣዕሚ እዮም ሕማማት ዝዕድጉ ዘለዉ ሕማማት ይዕድጉ ስብሒ ፋትስ ስለ ዘለዎም እታ ሪቨር ናይ ስብሒ ፋትስ ትሰብሕ እሞ ናይ ስብሒ ናይ ናይ ሊቨር ፋትስ ስብሒ ትገብር እሞ ብጣዕሚ ኣብ ቃንዛን ኣብ ዘይተደልየ ሕማምን ይበፅሑ ዋላ ብመጠኑ እኮ ክንሕሽሽ እንተኻኣልና ኣብ ከምዚ ዓይነት ግን ብመጠኑ እዚ ኣይጓዳእን እዩ ባህርያዊ ሃብቲ ንኣብነት ፎር ኤግዛምብል እዚ በለስ ኣይጓዳእን እዩ ግን ሰብሲ እንታይ ክኸውን ኣለዎ ትብሊ? ያ ሰብሲ ምንፋስ ክፈቱ ኣለዎ ዶ? የስ ምንፋስ ክፈቱ ኣለዎ። ባዕሉ- ዞባ ጋሽ በርካ ወሪዱ ኣካት ክበልዕ ኣለዎ እ ኣካት ጋባ ሃፍቲ ሃገሩ ጋሽ ከዓ ይርእዋ ክልተ ረብሓ ኣለካ በቲ ሃፍቲ ሃገርካ ተዓዚብካ መፂእኻ ኣለኻ ማዕረ ክንደይ ሃፍታም ምዃንካ በቲ ከዓኒ እቲ ዓይነት ኣመጋግባ ኣብኡ ትወስዶ ከዓ ማዕረ ክንደይ ሪዛልት ኣለዎ ኣብ ሂወትካ ከዓኒ ብጣዕሚ ጠቓሚ እየ ዝብል ኣነ ስለዚ ጽቡቕ ኣጋጣሚ እንድዩ ብዘይ ቀላዓለም ንኣብነት እዘን ደቅና ርኣየን እወ ዘን ደቅና ትምህርቲ ምስ ተዓጸወ እወ ኣብ ዕረፍቲ ግዜ ልክዕ ምስታ በለስ ምፍራይ እወ ዝጅምረሉ እወ ከምዚኣ ገይረን ከዓ ነብሰን እየን ዝኽእላ የስ ገሊኡ ሰብ ከዓ ንስራሕ ይፍንፍን እዩ ብጣዕሚ እንጀራሲ ስራሕሲ ናብ ስራሕ ዘለዎ ዲኻ ትኸይድ ስራሕ እዩ ናብ ዘለኻዮ ዝመጽእ እወ ሕጂ ከ- እዚኣ ንኣብነት እንታይ ትብልያ እያ ፅብቕቲ ናይ ብሓቂ ፅብቕቲ ሕቶ ኣምፂኻለይ እንታይ እስከ ኢለ እየ ወላ ኣብቲ ዝቐደመ ኢንተርቪው ናተይ ንነገራት ንሕና ደቂ ሰባት ኣጥቂቕና ንርኢ ውሕዳት ኢና ኣጥቂቕና ክንርኢ ማለት ኣብ ክንዲ ላዕሊ ላዕሊ ስራሕ ንፈቱ ኣብ ግዜ ክረምትና ትምህርቲ ምስ ዓፀና ኣብ ክንዲ ኣብ መካኒካል ዝኣቱ ኣብ መካኒካል ኣብ ካልእ ፋግሮ ዝኣቱ ኣብ ፋግሮ፣ ኣብ ኣርቲስት ዝኣቱ ኣብ ኣርቲስቲ፣ ኣብ ካልእ ኣብ ካልእ። እዚ ካልእ ጉልበታዊ እንጀራ ግን ንኣብነት ከምዚ ራኢ ደቅና ሕጂ ንፋዓት ኣብቲ ግዜ ካልእ መዓልቲ ትምህርተን ይቕጽላ ኣብ ግዜ ዕረፍቲ ሪላክስ ዝኾናሉ ከኣኒ ሀ እወኒ ባህርያዊ ሃብቲ ይሸጣ ኮፍ ኢለን ከይነዓቓ ምኽንያቱ ሳንቲም ከይበልካ ሓምሳ ሳንቲም ሓምሳ ሳንቲም ከይበልካ ቅርሺ ቅርሺ ከይበልካ ክልተ ቅርሺ ክልተ ቅርሺ ከይበልካ ዓሰርተ ቅርሺ ይመጽእ ገለገለ ሰባት ብዜሮ በቃ ገንዘብሲ ብዝለዓለ ጥራይ ንጥምቶ ንድሕሪት ከይድናሲ ቀልጢፉ ገንዘብ በቃ ክንህፍትም ገለ ንሓስብ ብኸመይ እዚ እቲ ሃፍቲ በዚኣ ከትጅ ኣብ ደቅኺ ከ ከመይ ተስ እንታይ ተስርጽ እስኺ እወ የስ ኣብ ኣነ ደቅኺ ደቅኽስ ካባኽስ እንታይ ወሲዶም ኣለዉ ንኣብነት ፎር ኤግዛምፕል እዛ ጓልና ጠጠው ኢላ ዘላ ምሳና ኣብ ግዜ ሓጋይ ትመሃር ኣብ ግዜ ክረምቲ ከኣ ንስድራኣ ንፋሚሊ ትሕግዝ ኣላ በለስ ሸይጣ ርኣየላ ክትስራሕ ዘይምንዓቕ ኣነ ከማን ከም ኣና ዓባዲት ስራሕ ኣይፍንፍንየ ኣብ ግዜ ክራማት ሽበኒ ድመስ ሽበኒ ድበሃል ኣለ ብ ጋሽ ባርካ ድበቁል ንኣድሪ ድመሳሰል ደቀይ ሒዘ ክልቲኦም ደቀይ ሒዘ ጋሽ መንገዲ ክልተ ሳዓት እከይድ እየ መሸማዕ ዝብሃል ኣሎ መሸማዕ እዚ ናይ ቴስዓ ፊኖ ሒዙ ድመጽእ ባኣምልእቲ ንዓይ ባኣምልእቲ ንጓለይ ባኣምልእቲ ንወደይ ተሸኪምና ሃይኮት ኣመጺእና ቀልጢፍና ብላኻ ነቲ ጋሽ ጌርና እስር እስር እስር እስር ኣብልና ኣዙር ኣዙር ኣዙር ንጎ ብንኮይ ሰተይ ኣዴታት ኣርባዕተ ሚእቲ ኣብ ዘይቲ ይቅብጥ ናይ ምሸት ተተመሻኺ ከምኣ ሸመንተ ሚእቲ የምጽእ ስለዚ ክረምቲ መጸት ብሓምሊ ፍልጥ የርታዕ እቲ ረዮ ኣብ ግዜ ሓጋይ ከኣ ክዳን ገለ ናይ ሰብ ጸጋ ናይ ሆቴላት ይሓጽ እቶን ከኣ ይጥቅዕ ከመደይ ጉርሻ ሕጂ ደቀይ ካብ ደቂ ሒዘ ክምህር ድኽእል ካብቶም ዝወለድክዎም
ደቀይ
ጉልበታዊ ከምዚ ፃዓርዓር ኢልኩም ሃፍቲ ሃገርኩም ሃሰውሰው ኢልኩም ኣኻዕብቱ ሓግዙ ሓግዙ ንገዛ ይብሎም ካብ ደቀይ ተማሂረ ከዓ ነዘን ደቀይ ከምኡ እየ ድላውብን እስቲል ከማን ሕጂ ዘለኹም ደቅና ተምሃሮ ኣብ ክንዲ ጎደና ጎደና ኣብ ክንዲ ኣብ ካልእ ዘይተደልየ ቦታ ምኻድ ከምዚ ጌርኩም ንስድራኹም በለስ ድዩ ካልእ ድዩ ካልእ ዝሸጥኩም ዓካት ድዩ ብጋሽ ባርካ ዘለኹም ጋባ ድዩ ብጋሽ ባርካ ዘለኹም በከበሳ በለስ ድዩ ዝሸጥኩም ኣብ ክንደይ ኣቦይ ሃበኒ ኣደይ ሃበኒ ምባል ርእስኻ ክኢልካ ንዓኻ ኮንካስ ንስድራኻ ትኸውን ማለት እዩ ጽቡቅ እቲ ባኒኻ ሒዝካስ ትኣቱ ኣለኻ እንታይ ድያ ጽቡቅ ኣዘኪርክኒ ንኣብነት ሲ ኣብ ጋሽ ባርካሲ መንገዲ ክልተ ሰዓት ከይድክስ ሓምሊ ሓምሊ ኣሪኺ መጺኺ ሲ ኣብ መዓልቲ ሸሞንተ ሚእቲ ትእትዊ ሰሪሕኻ ምንባር እዩ ብርሃትካ ምንባር ሕጂ
ገለገለ ከዓኒ ኣብቲ ሕብረተሰብና ከዓ እንታይ ኣሎ ከዓኒ ምልማን ምልማን ከም ሞያ ዝሓዝዎ ሰባት እውን ኣለዉ ኣለዉ ገሊአን እሞ ከዓኒ ንኣሽቱ ሰሪሐን ገዛ ኣምዳስ ሰብ ገዛ ሰሪሐን ክነብራ እንዳኸኣላ ብጣዕሚ ቤት ምግቢ ሰሪሐን ክነብራ እንዳኸኣላ ኣብ ሆቴል ሰሪሐን ክነብራ እንዳኸኣላ ከለዋ ምልማን ግን ከም ሞያ ወስደኦ
ሓቆም ኣቴና ሕጂ ካባኺ በዚ ዝበልክዮ ንኣብነት ንስኺ ሕጂ መንገዲ ክልተ ሰዓት ኬድኪ ሰሪሕኺ እዋ እ፣ ክትከድን ክትመጽእን ኩሉ ሙሉ ደሚርካ ሙሉ መዓልቲሲ ብጣዕሚ እ፣ ንመዓልቲ ሸሞንተ ሚእቲ ዘእትዊ እዋ እዚኣ ሓንቲ ጽርይቲ ኣብነት እያ እዋ ናይ ብሓቂ ብዝኾነ ስራሕ ዘይምፍንፋን እዩ ስራሕ ዘይምፍንፋን እዋ ምክንያቱ ኤርትራውያን ንሕና ከም መጠን ዜጋ ንሕና ሰሪቕናን ሓሲናን ኣይንበልዕን ኢና ርሂጽና ከምዚኣ ርሂጸ በላዕ ኢና ንበልዕ ሓደ ክልተ ሞላቕ ግን ኣሎ ኣሎ ኣሎ በቃ ሎሚ ኣካላቱስ ሙሉእ ኮለስ ዶልሞ ሰብ እዚኦም ንዓናኻ ይውክሉና እዚኦም ካ ይውክሉና ወላ ሓንቲ
ወላ ሓንቲ ዘይተላዕሎ ካብ ኣባሪት እያ እዚኣ እዚኣ ብሓቂ
ኣይትልመሱ እየ ዝብሎም ኣካልኩም ኣይትልመሱ ስርሑ ሰሪሕና ንብላዕ ኣይዋ

ኣዴታትና ንፉዓት ዕጡቓት
ሎሚ ፅሩይ ኣየር በዚ እንዳስተንፈስኪ እንዳስተንፈስኩ። እንዳረኣኺ ተፈጥሮ እንዳድነቕኪ ኢኺ መፂኺ እህ። ኣብ ዕድሜኺ ሲ ክንደይ ወሲኸ ትብሊ ሕጂ ውይ ኣብ ዕድመይ እሞ ሃንድረት ፐርሰንት ፐ- ወሲኸ እየ ዝብል ምክንያቱ ንባዕላ እዛ ዝስሕቃ ዘዕልላ ዘለኹ ሲ ኣይ። ሳክሳ እያ ሰሓቕኳ ምሳኺ እያ ኩሉ ግዜ እዛ ቦታ እዚኣ እውን መዘከርታ ህልወኩ ክኸውን ቀደም ዝኽሪ ኣለኪ ድዩ ቦታ ኣነ እዚ ኣብ ሂወተይ ነቸር ከምኡ እየ እንዳተስሓቅ ከ ዝዛርብ ኖ ኖ እዛ ቦታ እዚኣ ዝኽሪ ኣለኪ ዶ ቀደም ተዘክሮ ኣለና ኣትየ ማለት ኣብዚኣ የስ ፅቡቕ ብቆልዓይ ከለኹ ቅድም መጀመርያ እግሪ ጉዕዞ በዚኣ ጊርና ነጊንዳዕ ወሪድና ትሕቲ ዕድመ ጓል ዓሰርተ ሰለስተ እንታይ ክትገብሩ ናይ ጀጋኑ ኣሕዋትና መዓልቲ ስውኣት። ኦኬ ንግንባር ጊንዳዕ ማለት እዩ። ንግንባር ጊንዳዕ ኦኬ ቆልዓ ኢሎም ኣብዚ ትሪፎምኒ ሓድነት ቢላጆ መሃር ነይረ ሻድሻይ ክፍሊ ኣይምት ኣብየ ደድሕሪኦም ኣርኪብና በዚኣ ጌርና ንጊንዳዕ ኢና ዝኣተና ድሕሪ ክንደይ ተዘክሮ ጌራትለይ እዛ መገዲ እዚኣ ድሕሪኡ ከ ምስ ደቀይ ካብ ሳዋ ተማሃሪት ኣደ ኣብነታዊት ኣደ ኮይነ ሰለሳን ኣርባዕተን ዙር መንግስትና ኩሉ ግዜ ለባም እንድዩ

እንታይ ክብለኪ ደልየ መስለኪ ገሊኡ ከኣ ኣሎ ከኣ ከም ትፈልጥዮ ኣብዚ ከኣ ኣሎ ከኣ ትምህርቲ ኣቋሪጹ ከኣ ክመሃር ዘይደሊ ሰብ ከኣ ኣሎ እና ዕግሽግሽ ድብል ነዚ ከ እንታይ ትብልዮ በኮንቱ ግዜ ዘሕልፍ በከንቱ ገዚኡ ዝሕልፍ ብሓቂ እዚ እሞ ብጣዕሚ ንዓይ ስትረስ ትገብረለይ ኣቶ የማነ ብጣዕሚ ጭንቀት ትገብረለይ ከመን እንታይ እስከ ከመይ ጭንቀት ትገብረለይ ጽቡቕ ሓደ ሰብ ተወሊዱ ምግቢ ክበልዕን ክኽደንን ጥራሕ ኣይኮነን ተፈጢሩ እወ መዛንኻ ዝገብርዎ ክትገብር ኣለካ ትምህርቲ ከዓ መሰረት ሃፍቲ ናይ ወዲ ሰብ እያ እወ መሰረት እያ እወ ምክንያቱ እዚ ኩሉ ነገር ንግዲ ተደሊኻ ብትምህርቲ እዩ ቤት ፅሕፈት ተደሊኻ ብትምህርቲ እዩ ሕክምና ብትምህርቲ እዩ ኩላ ብትምህርቲ እያ እወ እወ ዓን- እቲ ምቁራፅ ትምህርቲ እዞም ዘቋርፁ ትምህርቲ ዕግሽግሽ ህይወቶም ዘሕልፍዋ ብጣዕሚ ተጋጊኹም እየ ድብላ በኮንት ኢልክዮ በኮንት ኢልዮም ምክንያቱ ግዜኻ ታይምካ ክትብለጸሉ ጥራሕ ይድለካ ንእስነት ብራቮ ብራቮ ተረዲሃን ብራቮ ብንእስነትካ ትምህርቲ ወዲእኻ ኣብ ምብጻሕ ተበጺሕካ ኣብቲ ክትሰርሓሉ ዝግባእካ ግዜ ንእስነትካ እንተደይ ሰሪሕካሉ ኣብራኽካ ኦረዲ እንታይ ኮንካ ኣለኻ ልሙስ ኮንካ ኣለኻ እዚ እንታይ እዩ

እንድሕሪ ዝኾነ ነገር ኣብ ዓለም ከለኻ ክትሰርሕ ዘይከኣልካ ክትመሃር ዘይከኣልካ ውዱቕ ሬሳ ኢኻ ማለት እዩ። ውዱቕ ሬሳ ውዱቕ ሬሳ ኢኻ። ስለዚ ኣይተገነዝካን ኣለኻ እኳ ኣይተገነዝካን። እቲ እቲ ህይወት እኳ ኣሎ ኣኺልካ ዳርጋ መጻወቲ ትንፋስ ሃመማ ዘለዎ ሬሳ እዩ። መጻወቲ ሃመማ መጻወቲ መጻወቲ ሃመማ ሃመማ ኮንካ ኢኻ እትተርፍ። ኣብ ሽንኩር። ዘወን ዘወን ዘወን እቲ ስራሕ ዘይፈቱ እንታይ ትገብር? ስራሕ ዘይፈቱ ኣብ ከተማታት ዘወን ዘወን ዘወን ዘወን ስራሕ ዝፈቱ ከኣ ከምዚ ሒዙ ይጸንሓካ። እወ ሕጂ እቲ ከምዚ ሒዙ እያ ትጸንሓካ።

ናይ ዓመት ክንዲ ጋሽ ባርካ ሒዝኪ ክትከዲ ኢኺ እዛ ኣብዚ ገፀ ከም ኣብዚ ገፀ ከም ዘይምለስ ዝገብሩ ኣለዎም ና፣ ና። ዓጊበ ኸይድ ደሓን እስከ እዚኣ ቅፅል እዚኣ እስከ ዳኣ ክም- ክብለልኩም ዳኣ ኧረ ኣወ ወደይ ወይ ተዘክሮ እኳ ገይርለይ ወይ ጉድ እ፣ ቆልዓ መዝማዝ እዩ ብጣዕሚ ሳይኮሎጂካል እዩ ቆልዓኻ ዝኾነ ቆልዓ ብጣዕሚ መዝማዝ እዩ ክብለኩም ከለኹ ናይ ከመይ ሎሚ ኣውል ከመይ እዩ ምዝምዝማት ያ ከመይ መዝምዝ ኣታዊ ኣቡኡ ድዩ ዘለዎ ኣዲኡ ኣዲኡ ካብ ኣቡኡ ናይ ቡን ናይ ስታይ ተኮይና ኣብ ገዛ ስራሕ ዘይብላ ማለት ስራሕ ቤት ዘቤታዊ እሞ ናይ ገዛ የስ ተኮይና ናብ ኣቦይ ድግዕዝ ኣቦይ ገንዘብ ኣለዎ ኢሉ ገለ ትካል ተሊካ ካብ ኣቦይ ይሃበኒ ድብል ኣቦ ግን ህቦ ዋዕ ገለ ገለ እንታይ ክኾነካ እንታይ ክትገዝእ ደሊኻ ኢሎም ብትሕዞ ትሕዝዎም ኣለዉ ጥቢቆም ገለ ገለ ግን ካዝ ወደይ ወላ ንድራርካ ኢሎም ድህብሉ ኣቦታት የስ እንታይ ኢሎም ድህብሎ እዚ እንታይ ተኮይኑ ተጸየቕ ድላይካ ከይድፋዕ በለሉ ኣደኸ ሕጂ ኣደ ናይ ሻሂ ናብ ባትሪ ዋእ ኣጸረ ትዓቢ ኣደ ዲኻ እንታይ ደሊኻዮ እያ ትብል መብዛሕትኡ ኣደ ትጨራጨር እያ ትካታኸት ምስኡ እቲ ደይማ በቃ ባእ ምግደፍና ግደፍና ግደፍና ንኸምዚ መሓዝተይ ክዛረብ ኣለዋ ግደፍና ክፈትሓ ኣለና ኢሉ ኣብቲ ከምቲ ተበጺሑ ሽዑ ኣደ እንታይ ትኸውን ገለ ተረርትለ ገለ ከኣ ርኸሽ ንብል ንዓበል እዚ ሕጂ ጠቒመ ዘይኮንኩስ ኣባላሽዮ ኣሎ ሰሪሑ ዘየምጽእ ጽቡቅ ቆልዓ ተነጊርክኒ ሕጂ ኣነ እዚኣ ምስ ሰበይተይ ክፈትሓ ኣለኒ ኤህ ምፍታሕ ትምጽኡ ኖ ኖ ኖ ኖ ክፈትሓ ኣለኒ ኦይ ፍ- ኖ ኖ ኖ ስለምንታይ መስለኪ እስከ በሉ
ነታ ኣይ፣ ጓለይ ምፍታሕ ሰልዲ ኣይትምጽኡ። ትባያ ዶ ካባይ ናይ ጥህን ናይ መጥሓኒ ናይ ገለ ናይ ገለ ኢላ ትወስድ እሞ እህ። ንጓለይ ትህባ ሕረ ሕጂ እታ ጓለይ ከይዳ ቤት ትምህርቲ ከዓ ምሕሻሽ ጀሚራ ኦኦኦ እዚ እንዲና ክመጽእ ደሊናዮ ሕጂ ምፍናወ ዶ ይሓይሽ

ከመይ ዋእ ሓሉ ብጣዕሚ እዚኣ ከዓ ዝበለፀት ካብ ሕብረተሰብና ንሰበይቲ ክትፈትሕ ቀሊል እዩ እኳ ደሓን ወዓል ደሓን ወዓል ኢልካ ደሓን ወዓል ክትብል ከለኻ እታ ኣደ ንበይና ከተዕበዮም እያ እቶም ቆልዑ እስኻ ተነፂልካ ኣለኻ በዚ እወ እስኻ ብዘይ እታ ሰበይቲ ዕንወት እዩ ካልእ ክትምርዖ ተኻኢልካ ከምታ ቀዳመይቲ እኻ ትመፀልካ ዶ ዕንክሊል ኢኻ ክትብል ሓደ ብዓቢኡ ኸኣ እቶም ቆልዑ እንታይ እዮም ክኾኑ ክጓዛዘዩ ኣብ ክንዲ ናይ ኣቦን ናይ ኣደን ሃፋን መቖትን ኮንፊደንስ ዝስምዖም እንታይ ይኸውን ኣቦይ ንበይኑ ኣሎ ኣደይ ተፋቲሓ ምፍታሕ ዝበሃል ንገዛእ ርእሳ ተሰሚዑ ቆልዓኻ ቻው ቀደም ቆልዑ ናይ ፋሚሊ ናይ ሓደ ገዛ ገንዘብ ምትሓዝ ኣይንፈልጦን ነርና ተረዲእኹምኒ መቕሽሽ ከማን ሓደ ጎረቤት ልኢኽና ገንዘብ ኣይንፈልጦን ነበርና ኣብቲኣ ተለኣካ መጻእተይ ልና ሓደ ጎረቤት ቅጫ ክንዲዚኣ እንድበና ነበረ በዓል ኣደይ ቅጫ ክንዲዚኣ ወይ ባዶ ጻዕዳ ንዓ ሒዝና ከና ኮይ ኮይ ኮይ ኮይ እንዳልና ወካ ብነጻ ልውህነት ነይሩ ናይ ሕጂ ቆልዑ ግን እንታይ ይገብሩ መስልካ እቲ ገንዘብ ጥቕሚ ገንዘብ ፈሊጦሞ ደብለጭሊጭ ነገራት ኣትራክት ትገብሮም ኣሎ እቲ ግዜ እቲ ምዕባለ ይሓብብ ይሕንበብ ኣሎ ስለዚ እቶም ደቅና ንኣሽቱ እንታይ ደልሎ መሓዛኣ ፅቡቅ ክዳን ተተኸዲና ተሓንቲ ተቐንእ ወይ ፅቡቅ ጫማ ወይ ገለ ወይ ፈኮ ፅቡቅ እንተኢላ ተቐንእ እሞ ኣደይ ከምዚ ኣባ ግዝእለይ ገለ ትብላ ዋዕ ካብቲ ሰብኣይ ድሃባኻ እዩ ዋዕ ኣቦኻ እንታይ ክብልና ዋዕ ሰቕለ ጀኽለኪ ሰቕሊ ትብላ ሕጂ እንታይ እንታይ ገለ ምስ በለት ኣደኻ ኣረኸሻ ትብል እንታይ ኣለዋ ለዋህ እያ እንታይ ድኸም ፂኺ ዘረባ
ካብቲ ሰብኣይ ዝሃባ ሲ ይህባ ኢልኪ እሞ ብኸመይ እያ እታ ፀብሒ ትቐጥን ግድን
ረኺብኩም ንዳ ፀብሒ ተካትናስ ብኸመይ እያ ፈው እንዳበልክን ሰበይትኻ ሚሞሪ ናታ ጎራሕ እንድዩ ግን ሓፈሻዊ ግን እንታይ ሕጂ ደቅና ኣታዊታት ናይ ሓንቲ ስድራ ቤት ግን ክፈልጥዎ ክኽእሉ ኣለዎም የስ ደቅና ኣታዊታት ናይቲ ሓንቲ ስድራ ቤት ተረዲኦም ዋዕ ማዕረ ገዝኦም ክኸዱ ኣለዎም እቶም ደቅና ዋዕ እሞ ጓል ኣቦይ ክስቶ እንድሕሪ ርብሕቲ ኮይናስ ደቂ ሃብታም እንተኮይኑ እቲ ኣቦኣን እቲ ኣዲኣንሲ ከም ጓል ክስቶ ክመስል ኣለኒ ግድን ክትብል ኣብዚ ክርድኡልና ደቀን ኣለዋ እወ ገለገለና ከ እንታይ ኣለና ወለዲ መሲልካ ንውላድ ማራ ነፀቅጥ ንውላድ ማራ ነዕብል ገንዘብ ክንዕቅብ ክንብል ንሓደ ንከምዚ ክኾነና ንከምዚ ትካል ክኾነና ንከምዚ ድኳን ክኾነና ኢልካ ገንዘብ ድዕቀብ ድቕመጥ እሞ ንሕዝ ነቶም ደቅና ማራ ከምዚ ጌርና ንሕዞም ስለምንታይ ንኣብነት ደኽፈ ጫማ ኣዝዮም እንተእሪጎም ክዳን ማራ እንተእሪጎም ዋ ጌጋ እዩ ንውላድካ ጆሆይ ትሕዘን እያ ኤ ዋ ወ ትምህርቲ ናይ ፊ ኣጆኻ ዝወደይ ሰሪሑ ዶ ከምዚ ድሕግዘኒ ዋ ዝቆልዓ ኮንፊደንስ ክስምዖ እዛ ጓለይ ጎና ክገብረላ ኣለኒ እዛ ጓለይ መንዲል ክገብረላ ክበዝሕ የብሉን ኣዝዩ ክጋየጽ የብሉን እንዳ እምበር ደቂ ኣድናሃ ማራ ክንፈጥር። እቲ ጽቡቅ ጽቡቅ ጎኒ ናይ ስድራቤትና ናይ ቀደም ወለድናሲ ክዕቅቦ ኣሎ ክንዕቅቦ ክንዕቅቦ ኣለና ሰብኣይን ሰበይትንሲ እቲ ቆልዓስ ክሰምዓካ የብሉን ኦረዲ ጠቅላላ ክልቴካ ተዋሃሂድካ ሕጂኸ
ትምህርቲ ክትወጽኢ ትሓስቢ ዶ ኣለኺ።

ኣይትፋለጡን ኢኹም ምሳኻ ኣይንፋለጥን ንሳ ክትፈልጠ ክላ ክፈልጠን ዝደልያ ኣነ ግን ጋዕላ ዋይ ዘረባ ትግርኛ ኣብ ዘገርም ጎረባብትኻ ከምኡ ኣጋጢሙ ከ ፈልጥ እዋይ! ከምዚ ጭኑቓት ስድራ ቤት ጭኑቓት ስድራ ቤት ሸውዓተ ኪሎ ሜትር ትሃድምላ እዎ ካብታ ጭንቀት ትሃድምላ ካብታ ጭንቀት እወ። ሃድም

ግርም ኣብኡ ጸጋታትካ እንዳሃለወ ከሎ ምሉእ ዘጉድል ገዛ እንከለዎ እታ ሰበይቲ እንታይ ትገብር ናጽነታ ክትእውጅ ደሊ ጽቡቕ ክትክደን ጽቡቕ ክትቁነን መን ክልዋ ዲ ናጽነታ ጽቡቕ ምስ መሓዝታ ትኸይድ ኣላ ጽቡቕ ሰብኣይ እውን ወፊሩ ኣቱ ኣሎ ጽቡቕ ሕጂ ኩሉ ግዜ ቆልዓ ከዓኒ እንታይ ትገብር ጸጋ ናትካ ሪኡ ከዓ ከምኡ ክክደን ክበልዕ ክሰቲ ይደሊ ጽቡቕ

ሪላክስ ትኸውን እሞ ገለ ገለ ሰልፍ ኮንፊደንስ ዘጉድሉ ኣለዉ ሒዝካ ምላ ኣብ ዘይተደለየ ጥርጣረ ኣታ የስ ኣብ ዘይተደለየ ጥርጣረ እወ እዚ እዚ ሕጂ ገለ እቲ ሓቂ ዘይስሕትዎ ኣሎ ማለት ሲ መብዛሕትአን ደቂ ኣንስትዮ ምላ ክህልዋ ከላ ገለ ፕሮብሌም ጥራይ ኣብቲ እንጀራ ጥራሕ ኣይኮነን ዘለዎ እንታይ ደኣ ኣብቲ ናይ ሰብኣይን ሰበይትን ዝኾነ ነገር ዘሎ ኣቦናን ኣዴናን ዝፈጠሩና ብርኣያ ስላሴ ዘይተረእየ ስውር ንገብሮ ገለ ነገረት ዝጎደለን ኣሎ። ኣብቲ ጠባይ ምውህሃድ ዝሰኣን'ሞ ኣብቲ ናይ ኣረዳድኣ ምክእኣል ይኣብዩ'ሞ ንዒቓትኒ'ያ ንዓይ ካልእ ኣማዕድያ ዘይገበረቶ ከላ ዘይበጸሖቶ ከላ ካልእ ሪኣ ካልእ ስለ ሰብኣይ ስለ ዝጠመተት'ያ ዝብል ግጉይ ኣረዳድኣ ሒዞም እታ ፋሚሊ ሓርየት ትኣትዋ። ኣቦታትና ኣብ ዓስከር ጥልያን ከለዉ እጋገዩ ኣብ ገድሊ ከለዉ ግድን በረኻ ምስ ከዱ ብሰንኪ ኣብ ዓስከር ጥልያን ከለዉ። ሕጂ ኣብ ዓስከር ጥልያን ከለዉ ድዮም ዝጋገዩ ዋላስ ጥልያን ጥልያን እዩ ዘጋግዮም? ኖ ኖ ጥልያን ኣይኮነን ዘጋግዮም ኣብ ዕስክርና ኣብ ከለዉ ዕስክርና ከለዉ። ትፈላለ እሞ እወ።
ብገለ ይጋገዩ ኣብ ውትህድርና እውን ኣብ ምፍልላይ ምሻ ኣሎ ን- ጸሊኦሞ እንተይኮነስ ምፍልላይ ርሕቕት፣ ነዊሕ ጋግ ርሕቕት፣ ዘምጽኦ ርሕቕት። የስ ከዓኒ ጌጋታት ሓደ እግዚኣብሔር ኣምላኽ ዘይጋገ ሓደ ኣምላኽ ዘይጋገ እምበር ሰብ ኮይኑ ፍጹም ሰብ ዘይጋገ የለን። የለን ኣይዋ ሕጂ ብገለ ጎወስ እብሉ እሞ እጋገዩ ሽዕኡ እሰምዓ ብገለ ገሊኦም ሓ እወ ነዊሕ ጸንሕ ኣብ ውላ ዝበጽሑ ገለ ከ ቀልጢፎም ተግ ኣቢሎም ተኲሶማ ኣሰይ ኢሎም ዝሓዱ ኣለዉ ይቕበሎ ከመይ ከመይ ተኲሶማ ጽቡቕ ኣነ ከምዚ ከምዚ ቆልዓ ወሊደ ይብሉ ኣሃ ቀጥታ መጺኦም ቀጥታ እ።
ኣይዋ ዳሪክት ኣነ ኣነ ቆልዓ ከምዚ ከምዚ ኣይትሓዝለይ ዓስከር ከለኹ ወላ ዓስኪረ ከለኹ ወተሃደር ከለኹ ከምዚኣ ሓደ ቆልዓ ኣለኒ እቲ ጸጋ ዘለዎ ገንዘብ ምስ ሃለዉ እንታይ እሞ ኣነ ክዕቢ ክእል እየ ካልእ ቆልዑት ክጭምር ክእል እየ ኢሎም ገለ ገለ ኣቦታትና ይወልዱ ገለ ሃብቲ ስለ ደለሲ ከም ነውሪ ኮይኑ እንታይ ይስምዖም ገሊኦም ወሊዶም ስጋዕ ዳዕብ ይሰቕድብሉ ኣለዉ ገሊኦም ወረ ስድራ ብ መርዓ ምሕጻይ ዝበጽሑ ኣለዉ እዚኣ ሕጂ መዓስ እያ እታ ግድል ትፍታሕ በሉኒ ኣሃ ንፍዕቲ ሰበይቲ ተኾይና ሰበይቲ እያ ንኹሉ ተማእዝኖ ሰበይቲ እያ ተማእዝን ክነግረኩም ኣብዚኣ ካባኹም ለቢመ ይኮኩ ኖኖ እወ እወ ሰበይቲ እያ ተማእዝኖ ይህም በሉኒ ከመይ ከመይ ተማእዝኖ ከመይ ድብል ለበም ኣቱም ክንደይ ትበልሑ ጓይ ኣደ ወሊዳ ትንከን ስጋ በይ ንዕዳ ንዕዳ

እቲ መከራ ከይመጽኣ ከሎ ስቕ ኢላ ትውዕል። ግርም! ኣፍታ መላዘቢትና ፈሊጥኩማ ዘለኹም እታ መላዘቢትና እታ ምሸት እዋ ቁልዑትና ድቅስ ኣቢላ ንፍዕቲ ሰበይቲ ኣድርር ኣቢላ ኣደቅስ ኣቢላ ኣቱም ትብሎም ወይ ወዮ መጽዓን እምበር ጠፊኣ ትብሎም ሸው ወዮ መጽዓን እምበር ጠፊኣ ኣትህልም ትበል

ዓዱ ይብሎም ሂቦም ንብዛ ጅቦም ሲ ሚእቲ ቅርሺ ጠፊኣ ኢለ ተነገርኩም ሲ ከመይ እዮም እታ ባእሲ እታ ፍሕፍሓ ክትመፅእ እያ እታ ወስ ክትመፅእ እያ ኢለን ሰበይቲ መኺረን ወ ዕጡቓት ኣዴታትና እኮ ገለ ዋይ ብእውነት ኢለ ክጎርሓ ሕጂ ከምቲ ኣምላኽ ዝፈጠረ ናብ ርኣያ ስላሴ ኣብታ ንፈልጣ ድይብ ምሰሉ ሰብኣይ ስርሖም ክሰርሑ ከምታ ናይ ወለድና ምፀእ ምሰሉ ኣቶ ኢላቶ ኣብታ ስራሕ ምስ መፁ እታ ለይቲ እወ ኣቶ ላታ ወይ ወይ መይቲ ቅርሺ እምበር ነዲዳ ኣበይ ኣብ ኡተን ቃልቃል ትበል ቃልቃል ትበል ቃልቃል ትበል ኢሎና ወዲእኹም
እዛ ዝበልክያ ኩሉ ዝበልክኒ ሕጂ ትነግርኒ ዝጽናሕክስ ካብዚኣስ እንታይ ኢና ንመሃር ወይ ከኣ እንታይ መልእኽቲ ትሕልፍ ትብልያ እዚኣ ጽቡቕ ኩልኹም ክብራት ኣሕዋትና ዝዓበኽን ዝነኣስክን ኣብ ሓዳር ተጸመድክን ኣብ ውሽጥን ኣብ ደገን ዘለኽን ኤርትራውያን ኣሕዋተይ እዚ ሓዳር መብዛሕትኡ ጸጋ ከለና ድብላዕ ዘይሰኣና ድስተ ዘይሰኣና እንከለና ዋዕ ዋዕ ክንብል ጸጋና ከነህድም ኣይንኽኣል ሰበይቲ እያ ተማእዝኖ ንኹሉ እየ ድብል ብምንታይ ሰብኣይ ክሓርቕ ከሎ ሰበይቲ ክትሃድእ ኣለዋ። ሒዝኩምኒ ኣለኹም ዶ? እወ። ሰብኣይ ወሊዱ ብደገ ወይ ባዕሎም ክነግርዎ እዮም እንተዘይነገሩ እውን እቶም ሰብኣይ ወሊደ ክብል ስለ ዝኸብዶ ነቲ ሰብኣይ ብገለ ገለ ደገ ደገ ሰሰሚዐን ወሊዱ ዶ እዚ እወ ወሊዱ እዚ እወ ፅባሕ ኣይደልዮ ሎሚ ይደልዮ እ እቲ ቅጫይ ድዩ ረቒቕዎ እቲ ፀብሐይ ድዩ ቀጢንዎ እቲ ገፀይ ድዩ ኸ- ኾርኪሕዎ እቲ ዝባነይ ድዩ ኾርኪሕዎ እቲ ገፀይ ድዩ ሓርፊፍዎ ኣነ ሓደር ሎሚ ይደሊ ፅባሕ ይደሊ እዚኣ ከኣ ደኻኸት መከራ ከምዚ ከይትብሊ ኣሕዋተይ ሓደራ ካባክን ፈሊጠ ኣይኮንኩን ኣሕዋተይ ኣብ ርእሲ ልብካስ ተዝውስክካ እዩ ዝብሃል እሞ ክብራት ኣሕዋተይ መብዛሕትኡ ኣቦታትና ሰብኣይ ግዳም እዩ ብግዳም ማእራር እዩ ማለት ዝኮነ ሓደጋ ገጥሞ ሰብኣይ ሰይ ዝኾነት ጓል ተንስተይትስ ሓውን ሓሰርን ኢና ንኣብነት ኣነ ሕጂ ውላድ ደልየ እንጀራ ኣለዎ ኢለ ኣነ ጽግዕ ጽግዕ ክብለካ ሓውን ሓሰርን ኢና ካባክን ድሕሪ ትግግይ ኣቢልካ ካብዚኣ ከይትካስ ናይ ሓንቲ ዘቂዓታ ውላድ ጽባሕ ንግሆ ከይትካ ኣብቲኣ ወይ ብሰብ ድያ ወይ ብኣኻ ክትሰምዓ እሞ ኣይደልን እየ ሓዳር ኢለ ክፍንጥሕ ንመን እየ ዝኽሰራ ሓደ ንሂወትና ኣዕናዊ ንደቅና ከኣ ኣዕናዊ ስለዚ ካብ ኮነ ህ ኣንስ ኣሜን ኢልና ንቀበሎ ማለት እየ ኣነ በዛ ነብሰይ እታ ቀዳመይቲ ነገር እወ ኢድካን እግርኻን ቀዳመይቲ ኣብ ከምኡ ዘብጽሕ የብልናን ኣሕዋትና ኣብ ሓዳርኩም ተጠርነፉ እዚ ክልተ ምውላድ ማለት ክልተ ተቃራኒ ሓሳባት መሽካ ንሓዳርካ ጽቡቅ ቢቲ ኣይኮነን። ቢቶ ምእታው እዩ ጽቡቅ ኣይኮነን ካብ ኮነ ከ ካብ ተፈጸመ ከ ወእ ሰብኣየይ ወሊድለይ ኢልካ ማዕረ ክንደይ ሕርጋጎ እቶም ተወልዱኸ ጽባሕ ንግሆ ጠቓሚኻ ተኾነኸ ካብ ኮነኸ ኣለዉ እኮ ደገ ከይዶም ስድርኦም ብወሰን ተወሊዶም ክንደይ ጠቐምቲ እኮ ኣለዉ እወ ስለዚ ሰበይቲ ማዕረ ሰብኣይ ክትወዳድርሕን ወሊድለይ ዶ እወ ኣርዚ ሓደረይ ፈንጢሐ ካብ ደስ ዘለኒ ደይወልድላ ኢለንካ ሓዳር ፈንጢሕንካ ካብ ካልእ ሰብኣይ ደወልድ ኣለዋ እንታይ ኸውን ዝሕጂ ካብ ክልተ ውለት ከይትሕጎስ ሕዘኒ ካብ ክልተ ውለድ ከይትሕጎስ ካብ ክልተ ውለድ ከይትሕጎስ ከይትሕጎስ ኣቦታትና ዝመሰልዎ እዩ እዚኣ ንሰብኣይ ፅቡቕ ነታ ሰበይቲ ፅቡቕ ፅቡቕ ተኾነ ኣብ ኪዳና ካብኣ ሸተተልና ከዓ ኣሜን ኢልና ተቐቢልና ቆልዓና ተቐቢልና ተወልደ ብደገ ተሓቋቒፍና ምንባር እዩ ኣነብር እዚኣ የላዎ ኣብዚ ቅልስ እዚ ኣደ እያ ቀላሲት ክትከውን ዘላ ምክንያቱ ዳዓበየ ናይ ሕብረተሰብ ተሰካሚት ናይ ሕብረተሰብ እ፣ ኣማእዛኒት ናይ ሕብረተሰብ ናይ ስነ ምግባር መሃሪት ኣደ እያ ሰብኣይ ብደገ ድኣ እዩ ማዕሪሩ ዝመጽእ እምበር ነቶም ቆልዑ ሰብኣይ ዘመድ እዩ ኣብ ከመ ኣለኹም እዩ ዝመጽኦም ወፊሩ እዩ ዝውዕል ኣደ ግን ኮንፊደንስ ከም ዝገብሩ እቶም ቆልዑ ናይ ኣቦን ኣደን ሃፋ ኣስተማቒሮም ዘረባ ክብረት ኣስተማቒሮም እንድሕር ዓብዮም ኣብ ትምህርቶም ዕውታት ኣብ ስርሖም ዕውታት ኣብ ዝኸድዎ ኮንፊደንሶም ሙሉእ እንድሕር ከምዚ ዝብለካ ኣብ ሓዳር ቆይቁሎ ደይፋትሑ ቆይቁዶ ዕርብ ወጻሓይ እውን ኣሎ እኮ ኣሰይ ከይበሉላ እዛ ዓለም ዝኸዱ ዓዲ እግዚኣብሄሮም ኣለዉ ንፈልጦም እዚ ክኸውን የብሉን ንምንታይ ኩሉ ግዜ እቲ ቆልዓ ሓንጎሉ ስሩቕ እዩ ዝኸውን ጎላ ኣብ መዛንኡ ከዕልል እንድሕሪ ከይዱ ርኢኻ እቶም መዛንኡ እንዳዕለሉ ከለዉ ኣብ መንጎ እንታይ ይኸውን የስግል የስግል እንዳተዛረቡ ከለዉ እንታይ ኢልካ ኩሉ ግዜ ከዓ ኮንፊደንስ ሽል እዩ ዝብል ቆልዓ ስለዚ ቆልዑ ካብ ተወልዱ ዝርኢ ካብ ዘራእና፣ ነታ ፍረ ጽቡቕ ጌርና ኮስኪስና ከነዕብያ ዓቕልን ትዕግስትን ክንገብር እዩ ዘለና። ሰብኣየይ ከም ዝተጋግየ ህእ ሆሆ ሰብኣየይ ከምዚ ኢሉ ኖኖእ ምኽንያቱ ወእግዚኣብሔር ኣምላኽ ገጸ የዕትበኒ ኢልና እግዚኣብሔርና ለሚንና ሓዝ ሰብኣይና ክንሓቁፍ ናብራና ክንሓቁፍ ደቅና ክንሓቁፍ ምኽንያቱ ፍረ ጻማ ናይቶም ቆልዑ ክንረክብ። ብጣዕሚ ክቡር ሓውና ኣነ እውን ኣብ ሜድያ ይሪኤካ እየ ተዋሳኣይ ኮንካ ኣዚኻ ህቡብ ካብቶም ዓበይቲ ተዋሳእቲ ገዳይም ኣሕዋትና ኢኻ ኣዚኣ ምስ ረኣኹኻ ምሳኻ ብምዕላለይሲ ኣዚየ ሃፍታም እየ ዕድለኛ እየ ዝብሎ ተፈጥሮ ንርእ ዶ ንርእ በል ዘወር ንበል ኣብታ ሃገርና ንዕይ ዛጓለይ እሺ ሕረይ ዛጓለይ ኣጆኺ ከምዚ ጌርካ እዩ ሰሪሕካ ዝብላዕ ሕረይ እዋይ ትቆፅረን እኮ ኣየ ኣየ ሓንጎል ሪኢኹም በል ሪኢኹም በል ከማያ እዋይ ክንደይ በልዒና ደኣ ክንብል ደሞ ወይ ጉዳ
ክንደይ ዓሰርተ ሓደ ኣሰይ እዛ ጓለይ ምቅርቲ
ንፍዕቲ ኣጆኺ በርትዒ ኣይትሕመቂ መእተዊ ንጥራስኪ ንኽዳንኪ ንቦርሳኺ ንጫማኺ ንትምህርትኺ መእተዊ ከምዚኣ ጌርኪ ንፍዕቲ ብጣዕሚ ድኒቐኪ ብጣዕሚ እዛ ጓለይ መፂ ናብ ትምህርቲ ናብ ስራሕ ዓለም እወ ገሊኡ ከዓ ከም ትፈልጥዮ ከዓ ናብ ዘይተደለየ ነገር ከዓ እዛ ከይድካ መወዳእታ የብሉን መወዳእታ የብሉን ናይ ዓለም ነገር ዝኾነ ሰሓቅ

ካልኣይቲ ከ እንታይ ይፈቱ ዘይትብልኒ እንታይ ትብል ማለት እዩ?
ጀበና ኮፍ ኢላ እ። ስትንስንስ ኣቢልካ እ። ጎጎብ ዝግብር ኣቢልካ እ። ናይ ኣቦታትና ዋንጫ ስዋ ኣብዚኣ ኮፍ ኣቢልካ እታ እታ እታ እታ እያ ትብልዋ እታ ምላሊያ እታ ምልልያ ኣየወ እ። እሳ ኮፍ ዋንጫ ኮፍ ኣቢልካ በዚ ስጋ በዚ ጮማ ራዮ ዝበይና ዓይነት ምስምስ ሳቢልካ ሰተኻወ ሽዑ ዋጣ ዚዝ ሳቢልካ ፈቱ እንታይ ዋጣ ዋጣ ፈቱ ዋጣ ፈቱ ኣብ ግዜ ናይ ልማኖ ናይ ደብረሲና ናይ ኣሕዋትና ንልምነት ደይ ማርያም ዋጣ ኸፈቱ

ጨይታ ዓጋም ካብ ዘጋና ሓወይ ናዕናይ ናብ ዝሕሸና ናብ ዓርቢ ርብዕና ኪዳን ሓወይ ናዕናይ ናብ ዝሕሸና ናብዛ በለስና ኢና ዝመፀና ከምዶ ትብለኩም ትናፈሱ ዶ ምስ በዓልቲ ቤትኩም ዋነ ግድን ሳክስፋይ ትኾኑ ናይ ግድን ኣምላኽ ዓድልኩም እና ተደንጎኹ ተደንጎኹ ኣብ ወርሒ ሓንቲ መዓልቲ ናይ ግድን ሰበይተይ በዚ ሒዘያ ክዛወር ኣለኒ እዚኣ ድምቕቲ ፍሬንድኻ እዚኣ

ም- መናን ኢኹም መናን ኢኹም ኖ፣ ኖ፣ ብጣዕሚ ወናም። ኖ፣ ኖ፣ ሰው ወናም እንዲኺ ዋይ፣ ንወናም ሰብ ክትምንዩ ኣያይ ኣለካ። ወርቂ ሰዓቱ ርሻን ምርባዕቱ ምርባዕቱ፣ ኣያይ ወርቂ ሰዓቱ ርሻን ምርባዕቱ ሓወይ ወርቂ ሰዓቱ ርሻን ምርባዕቱ ርሻን ምርባዕቱ ርሻን ምርባዕቱ ኣስ ትፋቐሩ ዶ ከምናትና ኤርትራውያን የስ ኣሕዋትና

ዋእ ፍቅሪ ንዓይ ብዙሕ ትርጉም እዩ ዘለዎ ኣነ ቀደም ቆልዓ ከለኹ እንታይ ነይረ ዝፈትዎ ሰብኣየይ ዘፍቅሮ ዋላ ገንዘብ ኣይሃልዎ። ኣይሃልዎ ዝፈትዎ ዝፈትወኒ ፍቅሪ ተደሪርና ንሓድር እምበር ፍቅሪ ተደሪርካ ሓድር ኮይኑ ግን ሕደሪኡ እወ እስከ ናብቲ ናይ ቀደም ናይ ጉስነት እም። ናይ ቁልዕነት ክመልሰኪ እህ፣ ብቁልዕነትካ ኩሉ ነገር መቸም ዘይፍቶ ነገር የለን እወ ዘይፍተ

መጀመርያ ጓሶት ኮለና እቲ ፍቅሪ ሕፍረት ድዩ ጽቡቅ ጌሩ እንተ ሓንጎልና ደይ ማዕበለ መጠረሽታ ኣሓወ ሒዝና ወላ እዱግ ሒዝና ወላ ኣባጊዕ ሒዝና ንፈር ፍቅሪ ትባል ኣብ ዝዝና ኣይነበረን ኣይንሓስቦን ነበርና ኣይንሓስቦን ነበርና ካብኡ ካብ ዓዲ መጻወቲ ሓመደይ ነይሮም ከም ሓዊኻ ካ ተፍቅሮ ነበርና ትፍቲ ግዜና ንከተማ ምስ መጻኹ ግን ሻድሻይ ክፍሊ ምስ በጻሕኹ ገለ ቁርቁር

ንክልቴኹም እወ ንክልቴና ሀ ንዕም በሉ ዓባይቲ ማይ ደለኻዮም ንዒ ንዒ እም። ቅድም ደናኒተ እየ ነይረ እዛ መንዲል ካብዛ ርእሰይ ደውርዳን እየ ነይረ አ፣ ሽዑኡ እሱ ቆልዓ ከዓ ዓባይቲ ማይ ለብረ ዓባይቲ ማይ ለብረ ኢሉ ይጨርቀለይ ኣብ ክላስ አ፣ ሕጂ ዋ ልከይ ራዮ በሊ ራዮ በሊ ኦ ኦ ወይለከ ሪሓ እንተሰመቶ ኦ፣ ምንፋስ ይበሃል። ምንፋስ ይበሃል ምንፋስ። እዚኦም ኳ እናፈሳ ክሳ ይኾኑ ኣለዉ አ። ንስሶም ንመትኦም

ከምዚ ክላገጸልካ ጥራይ ዳሓሰብካ ብጣዕሚ ኢና ንፈርሕ ቀደም ዕርክነት ብጣዕሚ ኢና ንፈርሕ ካብ ስድራ ወጻኢ ንፈርሕ ኢና ኖኖ እታ መጀመርያ ዘፍቀርክላ ማዓልትሲ ከመይ ተሰሚዓትኪ ኣብዚኣ ሕጂ ከምዚ ፍቅሪ ናይ ዓይኒ ዳኣ ኢምበር ፍቅሪ ናይ ሓቂ ኣይነበረናን ምስ መማህርትና ዝብለካ ተፋላሊና ኣነ ቀይሕ ባሕሪ ከይደ እሱ ባርካ በጺሕዎ ሕጂ ኣነ ኣፍቅርያ ኣለኩ ጥራይሲ

ጋሽ ባርካ ምስ ከድኩ ካልእ ናይ ሑጹየይ ብስድራ ድመጸ ምስ ሓጸኹ ናይ መርዓ ዕድመ ክመተመጸኹስ ናይ መርዓ ዕድመ ሂበ ንሱ ናይ መርዓ ዕድመ ክተመጸኹ ክበሲ ስኻ ናይ መርዓ ዕድመ ሂብኒ ናይ ምንታይ ልክ ናይ መርዓ ክትብየና መጽኺ ስኺ ምስ ካልእ ኣብ ባረንቲ ተሓጽየሲ መርዓይ ቀሪቡ ኢለሲ ነቲ ሓተክ እንዲ ፈታውየይ ዝነበረ እሞ ፈታዊ ዝነበረ ሰብቲ መርዓኻ ክትዕድም እያ ናብ መርዓ ክዕድም ዘይሓፍርካነ ዕድመ ክቦ ኢለ ምስ መሓዘይ

እስከ ድያ ተጣዕሽ መሲል ክምር ተመርዔ ድያ እዋይ መሲል ክምር ኣነ ካን ክተመርዔ እዚ ዓይነት እንታይ ልኩም ደረፍ ኩሉ እስከ ኣታ ወዲ ሓኔታ ባዕለይ ከይምርዓወካ ባዕለይ ካብ ኢደይ ሸተት ኣቢለካ ኣታ ወዲ ኣስመራ ፊኖ ወዲ ኣስመራ ዓብለሎም ሓወይ ክዝክረኒ ሕጂ ወላ ደገ ክሉ ደገ ክሉ ኣታ ዓብለሎም ሓወይ ስራሓትካ

ከመይ ብፍቕሪ? ግርም! ኣብ ስራሕ ኔርና። ሕጂ? ከመይ ብፍቕሪ ተተሓሒዝኩም? ግርም! ቅድሚ ኣብቲ ፍቕሪ ምእታውና እቶም ሰብኣይ ሓኪም እዮም። ገዛ እንዳጽረዩ ከለዉ እፍሬም ናይ እፍሬም ተኣምሩ ካሴት ወሊዖም። ኣየ!
ኣነ ከኣ ብጣዕሚ እየ ሙዚቃ ኣትራክት ዝኸውን። ሕጂ ተሳሒበ።

ብሩኽ መዓልቲ ግበረልኩም ብዛዕባ መርዓ እንዳተዘረብናስ መርዓውቲ መፅኦም ከዓ እዚኦም በሉ ርሑስ ጋማ ግበረልኩም ብዛዕባ መርዓ እንዳተዘረብናስ ዋይ ብዛዕባ መርዓ እንዳተዘረብናስ መርዓ ከዓ መፅኦምና ርሑስ መርዓ ግበረልኩም ርሑስ መርዓ ግበረሎም ሕጂ እዚ ፍቅሪ ዝብለኩም ዘለኹ ኣጋጣሚ ሕክምናኦም ኣታ መደቀሲቶም የፅርዩ እሞ ኣብ ሕክምና እዮም ዘለዉ ሕጅስ ሓፍትና ከመይ ኣለኻ ደሓን ዶ ገለብልኒ ካሴት ወሊዖም ከዓ እታ ሙዚቃኻ ፅቡቕ ስሒባትኒ ደሓር ሕፍር ኢለ ግንን ኢለ ሕጅስ መልክዖምኒ ገሊኦም ምስ ረኣኽዎም ሓኪም እዮም እዚኦም ፅሩይ ቅጭን ዋይ ፈትዮምኒ መስለኒ ኣነ ከዓ ጥምት ጥምት ኣብሉኒ ኣለዉ ኢለ ኣነ ከዓ መዝሚዘዮም ቁሩብ ሓሚምከ ከለኺ ኖ ኖ ሓውየ እንድየ ሓውየስ መድሃኒት እንዳወሰድኩ እየ ዘለኹ ሕጂ ሕጂ ኣብኡ ከትፍቅር ክትፍቀር ኣይፍቀድኒ ከም ሰብ ግን ተመዓዲና ዋእ እዚኦም ንግርማ ዘለዎም ሰብኣይኒ ምሁርና ሓኪምን ኦይ ነብሰይ እንዴት ሒተያ ዘለኹ እወ ዊልክ ብሓቂ ድዮም እዞም ወድዳ ሽኮርና ንዓይ ደልዮም ኢለና ኣይኮፍኡንን እዮም ኢልክ ኣይኮፍኡንን እዮም ኢለ ዋእ እንታይ ዳኣ ደፍቀርክና ትመስሊ ኢሎምኒ ኣነ ኸኣ ዋ እወ ኣነ እውን እወ ከምዚያ ገሩ ኢለ ኣላተን ይብላ ከምዚ ናይ ኣዴታትና ስጠይቡ ይብላ ብሓንሳብ ኣብኣ ከላ ጎፈት እየ ድሓር ግን ዳሕራ ይቐፀል ኣፍ ኢኹም ኢሉ ዘሎ እወ ንሕና እውን ንፈቱ ኢለ ከም ጭርቃን ኣምሲልካ ምሸሎ እሶም ከኣ ፍትሽን እዮም እኳ ዘለዉ ኣና ከም ጭርቅ ዋ ተፈተናስ ታይ ነውሪ ኣለዎ ከኣ ንበሃሊት ኦይ እዚኣ ደኣ እዚኣ ደኣ ሕጂ ዋ በዚ ደኣ እንታይ ዘሎ ሕጂስ ሕጂ ዋ እዋ እወ ኣብ ልቦም ኣቐሚጠማ ወየ ሰብኣይ ካልእ ግዜ ካልእ ግዜ ካብ ሕክምና ምስ ወጻኹ ኣብ ስርሐይ መጹ ጽሬት ክሪኡ እንታይ ደኣ ማንጁስ ዝብለኒ ከምዚ ከምዚ ከመይ ባግራውንድክ እስከ ግለጽለይ ከምዝን ከምዝን ከምዝን እዩ እወ ትምህርቲ ኣቋሪጸ ክሰርሕ ኢለ መጽየ ዋይ እንታይ ዲኺ ትገብሪ እወ እህ ኣብ ልቢ ክጽንሕዮ ባዕለይ ክምህርኪ ካልእ ማለት እንታይ ትጥምቲ ብዛ ቦታ ሕዛእተይ ኢኺ በሉ ሰብኣይ ኢልኩም እወ እንታይ ማለት ሕዛእተይ ሕዛእተይ ዳኣ ናተይ ኢኺ ኣብ ካልእ ማልእሲ ቅልሕልሕ ከይትብላ ካብ ሕጂ ሕዝእቲ ክብሉኒ ኣለዉ ሕዛእ ትማሊ ሲ ካብዚኣ ናብዚኣ ከይ ክብላዕ ኢሉ ኢሎም እዞም ገረብዎ ናይ ዓድና ይኽልክልዎ ሕዛእቲ ከምኡ ናተይ እኺ ኣብ ካልእ ማለእሲ ከይተጠምቲ ወይ ካልኦት ከይጥምቱ ኸይ ተሓፅየክ ኣለኹ ማለት እዩ ሕዛእቲ ማለት ሲ ናተይ እኺ ይብሉ ኣሎ ሰብኣ ሕራይ በሉ ግን ሕሰባ ኣነ ታሪኸይ ከምዝን ከምዝን ከምዝን ይመስል ይብለኒ ንስኺ ከኣ ታሪኽ ክንገርኒ ነጊረዮ ግን ናተይ እኺ ክሕግዘኪ ከምህረኪ ንመጻእ ግን ሽዱሽተ ሸውዓተ ወርሒ ብሓንሳእ ኣለና ኣብ ካልእ ማልእ ተንከስ ኣይትበሊ ጥንቅቕቲ ኩኑ ማለቶም እዮም ሕጂ እወ በዚኣ ተጠንቂቐ ነይረ ከኣ ከምታ ዝበልዋ ሓዲሮም ከኣ ጋሽ ባርካ ከድና ከኣ ናብራና ገርና ከኣ ኣምሂሩና ቅድሚ ምላደይ እዚ

ብጣዕሚ እዩ ዘብለካ ማዕረ ክንደይ ኣቀራርፃ እግዝኣብሔር ኣምላክሲ ማዕረ ክንደይ እዩ ከመይ እዩ ፈጢርና ብሓቂ ራእይሞ ተፈጥሮ ናይዚ ኣኽራናት ለጠቕታ ራእይዎ ብታሕትኻ መገዲ ባቡር ኣለና መገዲ ባቡር ከዓ ንህለ እዚ ባቡር ትኸደሉ እዩ ባቡር ትኸደሉ እዚ ተርዲክሎ እወ እዚ ከዓ ገዛውቲ ኣሎ ብታሕቲ ራእይ እዚኦም ሕልው ባኒ ዝበለ ኣብትኻ ገዛ ኣሎ ኣብትኻ ገዛ ኣሎ ምንባር እዩ ምንባር እዩ

ንበልዖ እቲ ገላዕታ ግን እቲ ገላዕታ የሕዋትና እዞም ሰብ ጥሪት ፈጽፊጾም ፈጽፊጾም ንጥሪት ይህብዎ እዮም ብጨው ገይሮም ብጨው ገይሮም ጥሪት ይበልዕዎ እዮም ጥሪት ይበልዕዎ ስለዚ እቲ በለስ ማዕረ ክንደይ ባህርያዊ ሃፍቲ ምዃኑ እቲ በለስ እውን ኣነ ዝሰማዕኮ ጌጋ ደኣ ክልኣለ እምበር ክንበልዖ ጥራሕ ዘይኮነን ኣብ መልመላ ተኣትዩ ናብ ፋብሪካ መልመላ ተኣትዩ ኣብ ፋብሪካ ኣብ መዓላ ውዕል ኢሎምኻ ብጣዕሚ በለስ ኣሪኽ ትፈልጥ ዶ በለስ
ውይ ሓቴ የማነ
ሰልቲ ከቢድ ተዘክሮ ገይረ ኩለይ እንታይ ዘረብ ኣለኺ ብጣዕሚ ኣብ ከበሳ ኣጣል ገለ እንዳሓለና ቅድም ኣብ ሕምብርቲ በዚ ከበሳ ኣሎ ላማ ትበሃል ጎምኒ ትበሃል ኣለዎ ነግራውቲ ጎምኒ ጎምኒ ምስቶም መፅ ኣባጊዕ መተሓለውትና ኣብዚ ከምዚ ጤረር ተሰቂልና ተን ኣባጊዕ ኣብቲ ሸኻ ለምለም ፍንው ኣቢልና ቀቀሪፍና ብልዕ ንውዕል ጣዕመትና እኳ ይንበልዕ ኣብቲ በለስ ገጽና ጽጊዕልና በለስ ቀርቀሪፍና ብልዕ ንውዕል። ነዚ ማይ ሰትይ ኣቢልና ከኣ ጋዕ ኢልና ንውዕል። ናብዚ ናብዚ ቦታ እዚ መጺእካ ኣብዚ ቦታ እዚ ተዘክሮ ኣለኒ። እንታይ? ግርም እንታይ ዝብል ለባም በዚኣ ግዜ ናጽነት እዩ። ተሰዓን ኣርባዕተን እዝክሮ። ተሰዓን ኣርባዕተን ንእሽተይ ቆልዓ እየ ነይረ ሽዑ። ብዘይ መንዲል ኣብዚኣ እየ ነይርን ከምዚኣ ዝብ- ብዛዛ ዝበሃል ክዳን ነይርኒ። ብዛዛ? በትሪ- ብዛዛ ብዛዛ። ብዛዛ ዝበሃል ክዳን ነይርና ሽዑ ኣዲዳስ ብዛዛ። ሕጂ በትሪ ሒጀ ኣደይ ኪዲ በለስ ኣሪኹ ምፅ ኢላኒ። ካበይ? ካብ ሕምብርቲ።
ካብ ሕምብርቲ? ካብ ሕምብርቲ ናብዚኣ። ወይ ዘገርም እኳ እዩ። ካብ ሕምብርትስ ናብዚ?
ካብ ሕምብርቲ።
ኣቦይ ቀደም ክሰርሕ ከሎ እንዳ እንዳ ኖራ ምስ ሓወቦይ ኣብ ገጅረት ይሰርሕ ነይሩ። ቅድም ብግዜ ጥልያን ስጋዕ ደርጊ ማለት እዩ። ካብኡ እታ ፋውሪካ ምሰ ቋረጸት ኣብ ጨው ይነግድ ነይሩ በዚ ጊንዳዕ ኣቦይ ብኸመይ ፈሊጥዎ እዚ ቦታ ጨው ይነግድ ነይሩ እወ ጨው ጨው ይሽቅጥ ነይሩ ብድሕሪኡ ሓደ በዓል ዓዲ ገብራይ ዓርኪ ኣቦይ ኣንታ ቀሺ ማኢል ሓጎይ ቀሺ ሓጎይ እወ በለስ ደይ ንነግድ በለስ እወ ኣቦይ መስኪንካ እቲ በለስ ንገዛ ርእሱስ መምጽእ ኣለዎ ኣሎ ከምዚ ጣውላ ሎሕ ኣለዎ እወ በዝን በዝን ደማእ ዝን ናይ ኣድጊ ኣሎ ኣብቲ ጣውላሲ በዚ ክትንክፈ እቲ በለስቲ ተዓቂቡ ከም ዝኣቱ እወ ኣይጨፋለቕን እዚ በዓል ዓዲ ገብራይ ሸቀጣይ ውዒሉሉ እዩ ተመላሊሱ እዩ ኣቦይ ግን ንመጀመርያ ግዚኡ እዩ ንሰበይቲ ከሐጉስ ንፋሚሊ ከሐጉስ ክብል ኣቦይ መስኪን ኣነ ከኣ ቀንዲ መቶረ ናተይ መንኮርኮር እዩ ናይ ኣቦይ ብጣዕሚ ዝፈትወኒ ከመይ ከመይ ብጣዕሚ ምሕረት ሲማ ሓፍተይ ነይራኒ ብዝያዳ ከመይ መንኮርኮር መንኮርኮር ብግርም መንኮርኮር ናቱ እዛ ማኪና እዚኣ መንኮርኮር ኣላታ ዶ እዚኣ ጎማ ብዘይ እዛ መንኮርኮር ትኸይድ ድያ እዛ ማኪና ኣይትኸይድን እያ ልክዕ ኣቦይ ከኣ ብዘይ በኣ ኣይከይድን ከማን ብዘይ በኣኺ ፍጽም ኣይገሽን ዓይኒ ብሌን እየ። ስምዒ እንዶ ደቂ ኣንስትዮሲ ነቦኣን እየን ዝፈትዋ ይበሃል። የስ ኤግዛክትሊ ከኣ ኤግዛክትሊ ያ ከመይ?
ልክዕ
ምኽንያቱ መብዛሕትኡ ኣነ እዚኣ ኣይኒ ወይ ኣብ ምንታይ ኣብ ሳይኮሎጂካል ኣብ ሳይነስ ገለ ይፈልጥዋ ኾን እዞም ዶጋትር ኣሕዋትና እምበር ወዲ በዲኡ ዝመጸ ዘይትፈቱ እነድድ እነድድ

ናይ ቀደም ብሑጻን ሽሚንቶን ተሰርሒ ብመሬት እንድዒ ብመሬትን ካው ዝበለ። ሕጂ ንዓባይኪ ከይት ከይት። ናይ ዓሰርተ ክልተ ግሮኛ ዶ እትይ ትዕትሮ ብደሓን ብሓጺር። ኣብኡ ትእሰሪ። ኣብኡ ትኣዝና። ጽቡቕ።
ግርምቲ ሕጂ ኣዝያ ከኣ ትቃጻዕ ኣደይ ትቃጻዕ ትጋናሕ ትጻረፍ ኦ ሕጂ ኣቦይ ፍጹም ነገር ኣይገንሓና ኣይጸርፈና ደቀይ እዩ ዝብለና ዝኾነ ቆልዓ ከኣኒ ድሕሪ እንድሕር ዝኾነ ቆልዓ እንድሕር ርኢኻ ኣለኻ ናይ ኣተዓባብያ እንድሕር መሰሉ ሓሊኻሉ ድሕዲ ትቆየቆ እምብዛ ክትቆየቆ ኣለካ ኣብታ ትገናሓላ ጠብ ከተብሎ ቆየቆ ኣለካ እምብዛ ኦቨር እንድሕር በዚሑ ግን እንታይ ትኾን እቲ ቆልዓ እቲ ወዲ ላትካ ኣብታ ሓደ እዛቱ ናይቲ ሓደ ፀግዕ ክኸውን ብከምዚ ነቦይ ይፈቱ ኣብዚ ምክንያት መምፅን በለስ ምስ ኣቦይ እዚ ቦታ ኣበይ ንሓድር መሲልካ ካብ ሕምብርቲ ቤት መኻኢ ንሓድር ቤት መኻኢ ሓዲርና ምስ ኣድጉና ብዓዲ ሙሳ ብዓዲ ቦኻኻይ ገይርና ቤት መኻኢ ሓዲርና

ኦኬ እወ ነታ ነብሰይ ደላግጸላ ጥል ኣቢድኒ ዘይግድሻ ኣቢድኒ። ኣቢድንስ ብለይ ድየ ስሞት እያ። ምስ ኣቦይ ደርፊ ዓድና እንዳደረፍና ን ንድርፎና ገጽና ንዓርበ ርብዕና ወረድና ሽዑ ኣቦይ ሰበይቲ ድለኣኸትካ ምግባር እዩ እንዳለ ኣቦይ በትሪ ሒዙ ቻዕ ኣታ ዕርደይ ኣድገየ ዕርደይ ኣድገየ ኣድጊ መይትና ዝእ በሊዕልና ሽዑ እወ ማሰ ቅድሚኡ ቅድሚ ሳልስቲ ሓደ ኣድጊ እንዲ ተሪፍና ኮይኑ ዝበሊዕልና ኣሃ ኣብ ዓዲ ኣብ ዓዲ መስ ማሰል ኩሉ ማሰል ኢሉ ባዕሉ ኣቦይ ኣቦኺ ኣቦይ እንታይ ኢሉ እንታይ ኢሉ ግርም
በዚ ንኸይድ በዚ ፅርግያ ፅርግያ ኣድገ እንዳሓዝና ኣታ ዕርዳይ ኣድገየ ዕርዳይ ኣድገየ ዝበደ ረኺቡ እኳ ዝብኡ ጋምዳየ ንግደይ ከይተኾነኒ ፈውሲ ዕዳየ ግደይ ኣደያ ኣታ ቀሺ ሓወይ እንታይ ግበር ትብለኒ

ቀሺ ሓወይ ዓለም ኣብ ምናምን ጠሊማትኒ እወ። እዛ እርግስ እዛ ማስክ እዚኣ ስሚዕዋ ነርተቶስ ታይ ምበለ። ዋይ ታይ ምበለ እዛ ኣድጊ ታይ መለ ታይ መለ ታይ መለ። በዚኣ ጌርና ተጋደልቲ ኣሕዋትና ረኺብናዮም መቕለቢ ኸኣ ዘይብልና ወፊርና ዝከተት መቕለቢ ዘይብልና ኣባና ደለ ዛንታ ይወዳእን እዩ ኣብቲ ናይ እንዳቦይ ደለ ዛንታ እቲ በለስ መምፅእ ከዓ ጉፈት እዩ ነይሩ እንታይ ጉፈት ግርም እዋይ ክትሓቱ እኳ